ሰላም ጥዕና ያበልና ዝኸበርኩም ተኸታተልቲ ልሳን ተጋሩ ዜናታት ናይ ዝዕለት ሒዝና መፂና ኣለና ፈለማ ግን ንቐንዲ ቀንዲ ኣርእስታት ኣብ ትግራይ ትእዛዝ ማእሰርቲ ላዕለዎት ሓለፍቲ ከም ዝተውሃበ ተሓቢሩ ሻዕብያ ሰራዊት ንክኣቱ ከም ዝኣዘዘ ተገሊፁ ዶክተር ደብረፅዮን ሓደሽቲ ኮማንዶታት ከም ዘመረቐ ተሓቢሩ ነፈርቲ ኢትዮጵያ ጥሒሰን ከም ዝኣተዋ ተገሊፁ ዝብሉን ካልኦትን ኣለዎና ሕጂ ድማ ናብዚ ዝራም ፈለማ ግን ቻናልና ሰብስክራይን መድረዋትና ድማ ላይክን ሼርን ብምግባር ቤተሰብ ይኹኑ ሰናይ ምክትት ኣብ ትግራይ ትእዛዝ ማእሰርቲ ላዕለዎት ሓለፍቲ ከም ዝተዋህበ ተሓቢሩ። ካብ ፍልፍላትና ዝተረኸበ ሓበሬታ ከም ዝሕብሮ ኣብ መንጎ ጉጅለ ዶክተር ደብረፅዮንን ጉጅለ ጌታቸው ረዳን ዝነበረ ጎንፂ ናብ ከቢድ ስጉምቲ ከም ዝተሸጋገረ ተገሊፁ። ደመኛታት ጸላእት ህዝቢ ትግራይ ዝኾና ሚድያታት ፌዴራልን ክልላትን ኣብ ትግራይ መፈንቅለ መንግስቲ ይካየድ ኣሎ እናበላ ይጽብጽባ ከም ዘለዋ ተፈሊጡ እተን ደመኛታት ጸላእት ህዝቢ ትግራይ ዝኾና ሚድያታት እናጸብጸበኦ ዝርከባ ሓበሬታ ከም ዝገለጾ ጌታቸው ረዳ ብሓይሊ ይእለ ከም ዘሎን ህወሓት ስልጣን ትግራይ ትቆጻጸር ከም ዘላን ዝብል ከም ዝኾነ ተፈሊጡ። እተን ህዝቢ ትግራይ ናብ ሕድሕድ ግጭት ንክኣቱ ዝሰርሓ ዘለዋ ሚድያታት ጌታቸው ረዳ ብሓይሊ ካብ ስልጣኑ ይለዓል ስለ ዘሎ ውዕሊ ፕሪቶርያ ይፈርስ ከም ዘሎ ጸብጺበን። ይኹን እምበር ውዕሊ ፕሪቶርያ ዝፈረመት ህወሓት ከም ዝኾነት እናተፈለጠ ብኣብይ ኣሕመድ ዝምራሕ ስርዓት ብልጽግና ግን ሰራዊቱ ናብ ትግራይ ንምዝማት ምኽንያት ይእልሽ ከም ዘሎ ምሁራት ገሊጸም። እቶም ምሁራት ከም ከም ዝገለፅዎ ህወሓት ንጌታቸው ረዳ ብሓይሊ ንምእላይ እትገብሮ ዘላ ከበባ እንተቐፂላ ጌታቸው ረዳ እውን ሰራዊት ፌዴራል ንክኣቱ ክፅውዕ ከም ዝኽእል ኣብ ትግራይ ኩናት ኩላዕ ከም ዝኽእልን ኣጠንቂቖም እዚ ከምዚ ኢሎ እናሃለወ ጌታ ኣብ ልዕሊ ዝተወሰኑ ሓለፍቲ ሰራዊት ትግራይ ድማ ናይ እገዳ ትእዛዝ ከም ዘመሓላለፈ ተሓቢሩ እቶም ብፕሬዚዳንት ጌታቸው ረዳ ዝተኣገዱ ጀነራላት ሰራዊት ትግራይ ጀነራል መዲድ ጀነራል ሟሸበየነን ጀነራል ምግቢ ሃይለን ከም ዝኾኑ ዝፍለጥ እኳ እንተኾነ ቢሮ ፀፅታ ትግራይ ግን ብፕሬዚዳንት ጌታቸው ረዳ ዝተመሓላለፈ እገዳ ጀነራላት ሰራዊት ትግራይ ተቐባልነት የብሉን ክብል ወግዓዊ መልሲ ከም ዝሃበ ተፈሊጡ። እቶም ብጌታቸው ረዳ ዝተኣገዱ ፖለቲካዊ መራሕቲ ብምሽጥር ንምትሓዝ እናተፈተነ እኳ እንተኾነ ምሽጥራዊ ፍልፍላት ከም ዝሓበርዎ ካብቶም ናይ እሱር ትእዛዝ ዝወፀሎም መራሕቲ ኣለም ገብረዋህድ ከም ዝርከቦም ገሊፆም። ብተመሳሳሊ መንገዲ ካብ ካልኦት ፍልፍላት ዝተረኸበ ሓበሬታ ከም ዘሕብሮ ኣብ ዓዲግራት እውን ብግዜያዊ ምምሕዳር ትግራይ ዝተሸማ ከንቲባ ከም ዝተኣገደ ተፈልዩ። ብመሰረት እቲ ዝተረኸበ ሓበሬታ ብሕወሓት ዝተኣዘዙ እዮም ዝተብሃሉ ሓይሊ ፀፅታ ቁልፊ ቢሮ ከንቲባ ዓዲግራት ብምስባር ከም ዝኣተው እቲ ብጌታቸው ዝተሸማ ከንቲባ ናብ ስርሑ ከይምለስ ከም ዘጠንቀቐዎን ንምፍላጥ ተኻኢሎም። ስለዚ ድማ ኣብ መንጎ ጉጅለ ዶክተር ደብረፅዮንን ጉጅለ ጌታቸው ረዳን ዝነበረ ናይ ሚድያ ጎንፂ ሕጂ ናብ ስጉምቲ ከም ዝተሸጋገረ ህዝቢ ትግራይ ከጋጥሞ ዝኽእል ሓደጋ ከቢድ ከም ዝኾነን ተንተንቲ እንዳገለፅ ይርከብ። ሻዕብያ ሰራዊቱ ንክኣቱ ከም ዝኣዘዘ ተሓቢሩ። እሙናት ፍልፍላት ሒዘንኦ ዝወፀ ሓበሬታ ከም ዝገለጾ ኣብ መንጎ ኢትዮጵያን ኤርትራን ኩናት ንምውላዕ ናይ ክልጤን ሃገራት ሰራዊት ትእዛዝ ዝጽበ ከም ዘሎ ገሊጸን። ብመሰረት እተን ፍልፍላት ውልቀ መላኽ ኢሳያስ ኣፈወርቅን ኩሉ ሳዋ ዝተዓለመ ንሃገሩ ክኸትት ከም ዝኣወጀ ተሓቢሩ። ካብዚ ብተወሳኺ ውልቀ መላኽ ኢሳያስ ኣፈወርቂ ክሳብ ስሳ ዕድመ ዘለዎ ዝኾነ ይኹን ኤርትራዊ ወደቡን ሃገሩን ንምክልኻል ናብ ጦር ሜዳ ንኸኻትት ናይ ክተት ኣዋጅ ከም ዝኣወጀ ዝረኸብናዮ ሓበሬታ የረድእ። ካብዚ ብተወሳኺ ውልቀ መላኺ ኢሳያስ ኣፈወርቂ ዝኾነ ይኹን ኤርትራዊ ካብ ሃገር ከይወጽእ ተሪር ትእዛዝ ከም ዝሃበ ተፈሊጡ። ኣብይ ኣሕመድ ኣብ ኢትዮጵያ ዝነብር ኤርትራዊ ኣብይ ኣሕመድ ኣብ ኢትዮጵያ ዝነብሩ ኤርትራውያን እናጸዕነ ናብ ኤርትራ የባረሮም እንተጸንሐ እኳ ሕጂ ግን ውልቀ ምልኺ ኢሳያስ ኣፈወርቂ እናተቐበለ ይዕጥቖም ከም ዘሎ ስለ ዝፈለጠ ናብ ኤርትራ ምብራር ጠጠው ከም ዘበለ ዝረኸብናዮ ሓበሬታ የረድእ። እዚ ከምዚ ኢሉ እንሃሎ ሕጂ ዝተረኸበ ሓበሬታ ከም ዝገለጾ ሻዕብያ ሰራዊት ንክኣቱ ትእዛዝ ከም ዝሃበ ተሓቢሩ። ኣብይ ኣሕመድ ዘመናዊ ድሮናትን ዝምክሐሉ መካናይዝድ ሓይሉን ብዓፋር ከም ዘሰለፈ ክጽብጸብ ጸኒሑ እዩ። ሕጂ ዝተረኸበ ሓበሬታ ከም ዝገለጾ ድማ ሰራዊት ኢትዮጵያ ብግንባር ቡሬ ናብ ወደብ ዓሰብ ከም ዝተፀግዐ ተፈሊጡ። ካብዚ ብተወሳኺ ተዋጋእቲ ነፈርቲ ኢትዮጵያ እውን ኣብ ዓፋር ልምምድ ይገብራ ከም ዘለዋ ዝረኸብናዮ ሓበሬታ የረድእ። ስለዚ ድማ ብወገን ኢትዮጵያ እኹል ምድላዋት ከም ዝተገበረ ፍልፍላትና ካብ ግንባር ቡሬ ሓቢሮም። ነዚ ዝተዓዘበ ውልቀ መላኺ ኢሳያስ ኣፈወርቂ ሰራዊቱ ናብ ትግራይ ኣትዩ ወሰንቲ ወተሃደራዊ ድፍዓት ንክሕዝ ትእዛዝ ከም ዝሃበ ተገሊፁ። ኣብዚ ጉዳይ ትንተና ዝሃቡ ተንተንቲ ከም ዝገለጽዎ ኩናት ኢቲ ኤርትራ ነዊሕ ግዜ ዝወስድን ብዙሕ ሃፍትን ንብረትን ዝበልዕን ከም ዝኾነ ኣጠንቂቖም። እቶም ምሁራት ወሲኾም ከም ዝገለጽዎ ትግራይ ኣብቲ ኩናት ኣይትሳተፍ እምበር እቲ ኩናት ብኸቢድ ከም ዝጸልዋን ተጠቃዒት ከም ዝኾነትን ዶክተር ደብረፅዮን ሓደሽቲ ኮማንዶታት ከም ዘመረቐ ተሓቢሩ ካብ ትግራይ ዝተረኸበ ሓበሬታ ከም ዝገለጸ ህወሓት ምስ ሰራዊት ትግራይ ብምዃን ስልጣን ትግራይ ክትረከብ ኩሉ ነገር ከም ዝተወደአ ተፈሊጡ ኣብዚ ሕጂ እዋን እተን ብግዜያዊ ምምሕዳር ትግራይ ዝመሓደራ ዝነበራ ወረዳታት እውን ሰራዊት ትግራይ ብዝገብሮ ዘሎ ኢድ ኣእታውነት ኣብ እቲ ኣገዛዛ ህወሓት ይወድቃ ከም ዘለዋ ተፈሊጡ። ስለዚ ድማ ጌታቸው ረዳ ብሚድያ ወፂኢ ትእዛዛት እንተሃበ እኳ እታ ቤት ፅሕፈቱ ዝርከበላ መቐለ እውን ከመሓድራ ከም ዘይከኣለ ፍልፍላት ሓቢሮም። ምምሕዳር ጌታቸው ረዳ ፌዴራል መንግስቲ ተኣማሚኑ ዝተፈላለዩ ሰነዳት ከፀደቐን ቤት ምኽርታት ከጣይሽን እኳ እንተፀንሐ እተን ዝተጣየሻ ቤት ምኽርታት ግን ናብ መሬት ወሪደን ክሰርሓ ከም ዘይከኣላ ተገሊፁ። ነዚ ድማ ብጌታቸው ረዳ ዝምራሕ ግዜያዊ ምምሕዳር ትግራይ ተንጠልጢሉ ከም ዝቐረየን ብዘይሓሰቦን ብዘይገመቶ መንገዲ እውን ስልጣን ይምንጠል ከም ዘሎን ፍልፍላትና ካብ መቐለ ሓቢሩ ሕጂ ዝተረኸበ ሓበሬታ ከም ዝሕብሮ ዶክተር ደብረፅዮን ሓደሽቲ ኮማንዶ ከም ዘመረቐ ተሓቢሩ ኣብ ትግራይ ፌዴራል ዝፈልጦ መንግስቲ ብጌታቸው ረዳ ዝምራሕ ግዜያዊ ምምሕዳር ትግራይ ከም ዝኾነ ዝፍለጥ እኳ እንተኾነ መንግስቲ ኮይና ትሰርሕ ዘላ ግን ህወሓት ከም ዝኾነት ተፈሊጡ። ስለዚ ድማ ኣብ ምርቓት ሰራዊት ትግራይ ክርከብ ዝግብኦ ዝነበረ ጌታቸው ረዳ እኳ እንተኾነ ዶክተር ደብረፅዮን ከም ዝተረኸበን ነቶም ሓደሽቲ ኮማንዶ ናይ እንኳዕ ደስ ዝበለኩም መልእኽቲ ከም ዘመሓላለፈን ዝረኸብናዮ ሓበሬታ የረድእ። ሕጂ ካብ መቐለ ዝተረኸበ ሓበሬታ ከም ዝገለጸ ድማ ጌታቸው ረዳ ኣብ ዝኾነ ይኹን ሰዓት ብኦፕሬሽን ካብ ስልጣኑ ክእለ ከም ዝኽእል ተገሊጹ። እቶም ፍልፍላት ወሲኾም ከም ዝገለጽዎ እቲ ኦፕሬሽን ለይቲ ክኸውን ከም ዝኽእል ሓቢሮም። ዜናታት ናይዚ ዕለት ነዚኦም ይመስሉ ነይሮም። ስለ ምክትታልኩም ነመስግን።